ሰላም ኣብ ናሎም ምድርን የለን ሰማንያ ፐርሰንት ናብ ጅባኹም ቁሑብ ሽሕን ሓሙሽተ ሚእትን ጌርኩም ሸርፊ መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳኺ ኣብ ዝሓለፈ ሰሙን ኣብዚ ማሕበራዊ ሚድያ ኣካታዒ ዝነበረ ናይ ኣቶ ዳዊት መርዓዩ ገለ ሰብ ጓል ሓዊ እያ ናይ ቤት ከምኡ እውን እዚኦም ጥራይ ኣይኮኑን

ሰብ እንታይ ዓቕሚ ኣለዎ? እግዚኣብሔር እዩ ዘለዎ ዓቕሚ ትለዋህ ኣምላኽ ፈቃር ሰማይን ምድርን ብዘይ ዓንዲ ዝፈጠረ እግዚኣብሔር ኣቦይ ኣብ ትሕቲ ሰብ ኣይተውድቐኒ ብገዛ ርእሰይ ተመሓዲረ ንነብሰይ ኮይነ ክኸይድ ሓግዘኒ ንስኻ ኩሉ ትኽእል ኣምላኽ ኢኻ እሞ ዕድመን ጥዕናን ከሃበኒ ንስኻ ኢኻ ሓያል ንስኻ ኢኻ ኡሙን ዘይትጠልም ብጀካኻ ኣብዛ ዓለም እዚኣ መን ደለና እዩ ተመስገንካ ስለ ኩሉ ነገር ኣምላኽ ኣቦይ ሰብ ድኣ እንታይ ዓቕሚ ኣለዎ ንስኻ ኢኻ ሓያል ኩሉ ትኽእል ገባርን ሓዳግን መንገዲ ህይወትና ኣጣጢሕኻ ለይትን መዓልትን ስለም ከይበልካ ትሕልወና ንስኻ ለዋህ ኣምላኽ ኢኻ ኣምላኽ ኣቦይ ሽግራትን ጸገማትን ተኻላኸለለይ ካብ ጸለእተይ ተመሲሎም ፈተውተይ ተመሲሎም ንዓይ ክሃሲኑ ዝመጹ ሰባት ከኣ ሓልወኒ ኢኻ ተመስገንካ ደጊመ ኣምላኽ ኣቦይ። ስማዕ እንዶ ወዲ ሓትነይ ከመይ ውዒልካ እሞ ጽቡቕ እንታይ ደኣ ቀትሪ ምድሪ ብገዛ ሰብኣይ ዶ ቅድሪ ምድሪ ብገዛ ዶ ኮፍ ይብል ኣንታ ወዲ ሓትነይ ተኾንካ ትስሕቅ እኮ ኢካ ትስሕቅ ኢካ ጋሻ ንስኻ ኢኻ ትዞር እምበር ንኣና ወዲ ዓዲ እንዲ ኣንታ ንሕና ደኣ እሞ ምሸት እንዲና ንዞር ምሸት እኮ ኢና ንዞር እቶም ደቂ ዓዲ ግን ቀትሪ እዮም ዝዞሩ ንሪኦም እንዲና ኣብዚ ሓቂ ቀትሪ እኮ እዮም ዝዞሩ እዚ ናትካ ፕላን እዩ ወዲ ሓወት ናይ ባዕለይ ስማዕኒ እንዶ ክነግረካ የዕሩኽ ገለሰ ኣለውኻ ዶ መልዮ እንታይ ኢልካዮም ደኣ የዕሩኽ ትፃወቱ ገለ ወዲ ሓንቲ ለይስ ሌላት ከያ መስለ ንፃወት እምበር እንታይ ኢላ እንታይ ትፃወት ቢላርዶ ገለ ኩሉ ኣብዚ ዓድና ዘሎ ኩሉ መፃወቲ ንፃወቶ ባሕሪ ንኸይድ ቢላርዶ ንፃወት ኩሉ እንታይ ብሆን እሞ ንዓባ እዚ ኩሉ ዶ ብለይቲ ዶ ይግበር እዩ ዋ ቀትሪ ብቐትሪ እኳ እዩ ዝግበር ሕጂ እንደ ዘወር ኢልካ ምፃእ
ብሓንዳ ሓወዳትነይ ስኢልካ ዕርፍ ፀሓይ እዩ ዘሎ ንዕርፍ ዘወር ኢልካ ግን ዘይትመፅእ
ናበይ ክዘወር ኣንታይ ይርዳእካ እንድዩ ኣብዚ ከባቢ ዝዘወር ዝወር ሓደ ዓሰርተ ደቂ ገለ ዘወር ክትብል ኣይትኽእልን ኣንታ ወዲ ሓትለይ ንስድራኻ ስተንኪርካስ ንዓና ክተስተንክረና ቁሩብ ከሽወያ ዒብ ዘይትገብር ተወንካታ ነኖስ ተረዳእኑ ተረዳእኑ እንታይ መንእሰይ እንዲኻ ሕጂ ዘወር ዘወር ዶ ትብል ኣብዚ ከባቢ ይርዳእካ ኣሎ ምሽ

ዋው ዓለም ብጉንዱ ንስኺ ደኣ ዘይተገጠምኪ ሓሪፍ እንዲኺ ብዘረቆት ሓሪፍ ሓሪፍ ዘሪኡ ቃፍናት ኣብዚ ከባቢ ጉማር ውትንኒ ይስማዕ ኣታ ሓራይፍ ዘርቁን ኣለዉ እቱም ሰባት ውዲ ዘረቆት ሓሪ ደኒና ዓርከይ ኣባላትና ክንእክብ ኣለና መዓት ሓራይ ፋሕ ኢሎምን ኣለው እው ፋሕ ዝበልካ ሓሪፍ ተጠርነፍ ኣብ ሓደ በዚ ኣጋጣሚ እዚ ፋሕ ዝበልካ ሓሪፍ ተጠርነፍ ኣብ ሓደ ናይ ሕማም ንዕባ ዝመወፅካ ዓይንና ከይምንሽረና ጠርንፍልና እሕፅርካ ኣብልሉ ርግቢት ከይተዓልበኪ እንታይ ኢለ ኮይንና ኢለ ገረብ መሲልዋ ዋይ ዋይ እዛ ዓለም ዝኽዋዘ ዋይ እንታይ መሲልኪ ለተብርሃን ሓሪፍ ክወስደኪ እንዴ ናብቶም ጀምዓ ከዳኽለኪ እንዴ ብዙሕ መስገደል ሓሊፍና ኢና ዳኺልናዮ እቲ ቦታ መዳኸሊ ብዙሕ ክሓተኪ እዩ ግን ምስቲ ጀምዓ ክጽንብረኪ እየ ምክንያቱ ናተይ ትብልዮ ሰብ ምስኦም ስለ ዘሎ ሳጓ ከድልየኪ እዩ ክትስጎይ ኢኺ ከምቲ ድተሰጎናዮ ማለት እየ መን ክሰጎኒ ኣቲ መን ክሰጎኪ ደ ሳጓ ክትጥመቂ ክብለኪ ኣለኹ ሳጓ ከድልየኪ እዩ እምበር ለተብርሃን ብዝርዝሩ ሒዝናዮ ከም ደይንኣቱ እዚ ተረዲእኽኒ ብሎኮ ከማን ኣይሕልፍን እንዲ ለተብርሃን ደሎስ እንታይ ኢልና ኢና ክነሕልፎ ኣትሊስት ከማንሲ ለተሃኒ ገለ ክንብለኪ ኣለና ለተብርሃን ወይ ከዓ ለተላይት መን ሽምኪ ተይሎም ክለተ ላይክ ክትብልየም ተረዲኽን ናይ ፈረንጂ ሓዊስካ ኢዱ ውጻእ ካልእ ብዝኾነ ድሓን ሓቢርና ክንርኤ ኢና እንቋዕ ሸገፍክኒ ሕጂ ኣጀልኪ ቀያይሪ ቀያይርኪ ገለ ምጽሞ ንዕናይ ታይ ኣጀል ኣቲ ክዳንኪ ቀያይሪ ክሒዘ ኣብ ዝሓለፈ ሰሙን ኣብዚ ማሕበራዊ ሚድያ ኣካታዒ ዝነበረ ናይ ኣቶ ዳዊት መርዓ እዩ። ገለ ሰብ ጓል ሓዉ እያ ናይ ቤተሰብ መርዓ እዩ ገለ ክብል እንከሎ ገለ ከኣ ን ናይ ብሓቀኛ መርዓ'ዩ ዝብል ኔሩ ሕጂ ግን ስእሊ ይወጽእ ኣሎ ሓቀኛ መርዓ ከም ዝነበረ ኣቶ ዳዊት ምስ ወይዘሪት ናርዲ ኣብ ኣስመራ ኣብቲ ዝዓበየ ሆቴል ብዕለት ሓደ ወርሒ ክልተ ክልተ ሽሕን ዒስራን ሽዱሽተን ተመሪዕም ኣለዉ ኣቶ ዳዊት መቸም ፈሊጥክሞም ትኾኑ ኢኹም ኣቡኡ ንህቡብ ድምጻዊ ብደረጃ ዓለም ፍሉጥ ዝነበረ መንግስተ ሰማይ የዋርሶ ሕጂ ብሂወት የለን ኣቡኡ እዮም ኣብ ኣስመራ ከይዶም እዮም ከኣ እዚ መርዓ ገረሞ። ብዝኮነ እታ ዜና እዚኣ ትመስል እቲ ዜና ካባና እቲ ርእይቶ ካባኩም እቲ ላይክ ገለ ግን ኣይትረስዑ ኢኩም ንሕና ምስ ጭብጡ ጽጹይ ሓበሬታ ኢና ነምጽእ ዘለና ብዙሕ ሰብ ከኣ ይካታዕ ስለ ዝነበረ እዩ ምናልባት ምስ ዕድመ ኣተሓሒዙ ሰብ ውን ነናቱ ርእይቶ ክህብ ቀንይ እዩ ኣነ እኳ ንዝኮነ ዝምርዖ ሰብ ርሑስ ጋማ ምባል ኣይሓምቕን እየ ኣነ ዝጸልእ ንጓል ኣንስተይቲ ምህራም ጓል ኣንስተይቲ ምቕታል ገለ እምበር እዚ ስድራ ነጊርካ ብሕጋዊ ከምዚ ጌርካ ምርዓ ምምርዓው በቃ ብምርጭኦም እዩ እሳ ምርጫ እዩ እሱ ምርጭኡ እዩ ነዚ ዝተመርዓወ ከዓ ርሑስ ጋማ ክንብል ርእይቶና እዩ ኣብ መጠረሻ እቶም ዘይተመርዓኹም ከዓ ርሑስ ጋማ እስኹም ንብለውኩም ትምርዓውሉ ግዜ የምጽእ ክብል ይደሊ ማለት እዩ። ብሩኽ ቀዳመ ሰንበት ኣየሳእነና። ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። የለን ሰማንያ ፐርሰንት ናብ ጅባኹም ቁሑም ሽሕን ሓሙሽተ ሚእትን ጌርኩም ሸርፊ መንእሰይ ኤርትራ ሓዳሩ ከይገብር ናብርኡ ከይገብር ተሳኺ ዋ መንእሰይ ኤርትራ እኮ ናብ ስድርኡ እኮ ኣብ ወርሒ ኣብ ክልተ ወርሒ እኮ እዩ ዝድውል ገንዘብ ክሰድድ ከሎ ምክንያቱ ስድራካ ገንዘብ ዘይትሰደሎም ተኾንካ ክድውለሎም ከለካ ስኽፍክፍ ይብለካ መንእሰይ ኤርትራ ሲ ኣዲኡን ኣቦኡን ከይረክብ ብሰንኪ ገንዘብ ዘይምህላው ነቡኡን ነዲኡን ከይረኸበ ስቕ ዝብል ኣዲኡ ትቑጸሮ ኣዲኡ ትቑጸሮ እንታይ ደኣ ክገብር ደኣ በቃ ናለካ እዚ በዚኣ ትድውለልካ ሓንቲ ከምዚኣ እንዲያ ኮይነ ሓወይ ተታሒዙ በዚ ትድውለልካ ሓንቲ ሕክምና እንዲኣ ኣትየ በዚ ድውለልካ ዓርክኻ ኣብ ስደት ኮይነ ዝበልዖ ስሒነ እንታይ ይገብር ሕጂ መልሰ ኢለካ ከምዚ ዝበለ ሽግሪ ገጢምዎ ዘሎ መንእሰይ ኤርትራ ካብ ሓዳሩን ናብርኡን ካብ ኣፍ ደቁ መንጢሉ ካብ ኣፍ ደቁ መንጢሉ ንመን ይህብ ኣሎ ሓንሳብ በቲ ንስድርኡ በቲ ኣብ ኣፍሪቃ ሰብ ውጥጠካ በታ ኣዴኻ ከይትሓምም ከብድኻ ሓቂፍካ ትሓድር በቃ ምስ ስድርኡ ዝተባእሰ ኤርትራዊ መዓት እዩ።

ካቴና ዝገዝኣላ ከዓ ኣሎ ወዲ ሰራየ ገዝኣለይ ሕጂ ኣዛዚ ዘለኹ ገለ ዓይነት ዝበለ ሽዕኡ ሰለስተ በዓልቲ ካብ ዓርቢ ተኣሲራ ኢልኩም ኣብ መንጎ ከዓ መፂና ዳ ኪስናኩም ኣብ ነርወይ እኳ ዝቕመጥ ኣበይ ዝቕመጥ መሲልኩም ንሕና ተሒዝና ይንገድሽ እኒና ከዳዓት ለመንቲ

እዚ ወደይ ትማል ኣምሲኻ ዶ ተዝናኒኻ? ያ ፍትሕ ኢለ ትማል ተዝናኒኻ ፅቡቕ ምስ መሓዙትካ ፅቡቕ ግዜ ኣሕሊፍካ ተዝናኒና ብጣዕሚ ደስ በሃልታ ሕዚ ወደ ብጣዕሚ ዝኮርዕ ብጣዕሚ ዝፈትወካ ብጣዕሚ ዝኮርዕ ብኣኻ ኣጋጣሚ ትወፅእ ከለኻ ግን ቴንኪ ብጣዕሚ ዝወደይ ግን ደገ ትወፅእ ከለኻ ምስ ደቂ ኣንስትዮ ትገብሮ ርክብ መከላኸሊ ገለ መለ ተጠቀም ተረዳኸኒ ማለት እዩ ኮንዶም ኣይትተሓሳሰብ ብዛዕባ ከምሳ ችግር ጭነቕ ወዲ ዝኾንከ ብጣዕሚ ዝፈትወካ ብጣዕሚ ጭነቕ ዝወደ እንጀ ገበር ተዝናነ ግን ነስኻ ንሓልኻ

ኘጀምብላ ምስ ጓሉ ከም ትድቅስ ጥራይ እዩ ክገብሮ ሽዑ ንሕና ሒነና ክንፈዲ ኢና ሒነ ኣሕዋትና ግን ክንፈዲ ኢና ንመን ከ ብኣኹም እታ ቃልሲ ግን ራዕ ኢላ ከም ዝመተት ይኣምነላ ይብለኩም ኣለኹ እዚኣ መጽሓፍ ቅዱስ በርገና ሓሙር ትበሃል ከም ዘየላ ከም ዘየላ ከም ዘየላ ሕውስውስ ከም ዝበለት ኩሉ ወላ ህግደፍ እኮ ሸራሙጥ ኣለዋ ምሳኹም ዝገበርና እየ ጎጆ ቀሊል ገርኩምኒ ግደፉ ኢለኩም ግደፉ ግደፉ ይተናኽፉኒ ኢለኩም እየ ኣብ በርገና ሓመዱሲ ህግደፍ ከም ዘለዋ ሸራሙጥ ከም ዝሰደድናልኩም ትፈልጡ ዶ ብገንዘብና ንጽዓር ከም ሰደዳ ከም ዘለዋ ምሳኹም ከ ትፈልጡ ዶ ጫሕ ኣቢለ ከም ዝሰደድክወን ናብ ኣዲስ ኣበባ ኣብዚ መጺና ቱቶ በልና ተለፍለፍና ገለ ዘይንፈልጥ ኢኹም ትገብሩ ከ እ ንጭራባንዲ እውን ክዓጾ ይኽእለ ትተዓጾ ድዩ ትተዓጾ ክዓጾ ይኽእለ ከምዘይ ይኸቲ መንእሰይ ክገብሮ ይኽእል ኣብታ ባርሲ ጥዋዕ ከም ዝብሉ ጭራባንዲ ግን ንቅድሚት ክስርጉሙ ጥራይ ኣለዎ ካብ በርገና ሓመዱ ንላዕሊ ጭራባንዲ ክነብር ጥራይ ዘለዎም ሕብረተሰብ ኣብ ዓለም ኩፉእ ሕማቅ ዘይብሎም ውሽጦምን ገሎምን ንጽባቀ ነገር በቃ ሃህ ኢሎም ዝዛረብዋ ጭራባንዲ ጥራይ እዮም ካሊእ ተንኮል እዮ።
ትምህርትከ ከመይ ኢኻ? ነበልባል።
ተስፋኻ እኮ ጽቡቕ። ነበልባል ዶ በልካ? ብልጫ ትወስድ ዶ? ብልጫ ቡዙሕ ይግደሰልኒ። ወይኔ ጭራ ብምውጻእ ዲኻ ደኣ ነበልባል ኮንካ? እቲ ቀዳማይ ቀዳማይ ምውጻእሲ ኣብ ዓይኒ ሰብ እዩ ዘእትወካ። ዶ
እሞ ኣብ ዓይኒ ሰብ ከይትኣቱ ኢኻ ብልጫ ዘይትወስድ? ክኾነልካ ኣለዎ ብልጫ ተወሲድካ ኣቦኻ ጸውዕ እብልኻ፣ ፍዮሪ ሞቕ በሊ ኣቦኻ ኣምጽእ እብልኻ፣ ዘዝረኽቡኻ ከኣ እንቋዕ ጎሳኻ እብልኻ።
መን እዩ እሞ ስምካ? ስመይ ናኦድ ሳጓይ ከኣ እሾኽ። ኣይ እሾኽ ከኣ ኢሎምኻ? ኣርካዕካተይ።
ፈሊጠ ኣለኹ። በዛራርባኻ ፈሊጠካ ቆብ ኣቢለካ ኣለኹ። ብሰለስተ በርባዕተ ዓመት ጸቕጠን እንዲ ግን መሳርሕት ኢና ኣቦይን ኣቦን ከዓ ጀማዕ
እቲ ሽግር ደራኺቡኩም ከምኡ ገይሩ ብዘረባ ዘረባ ኣቦ ሰግራ ምዃኑ ነጊርኒ ብዘረባ ዘረባ ከዓ ኣነ ነጊርዮ ሓካት ንዓይ ኣያ ኮይነኒ። ኣይትሕሽ ወይ ትሓምቅዎ ንስኻ ውን ኣቦ ኮንካዮ ትኸውን ኢኻ። ኣቦኦም ከ ደሓን ድኻ መስተ። ወሪድዎ ኣቦይ ደኣ ኣበይ ኣርኪብሉ እህ እንታ ከዋጥዮ ክስጋብ ሕጂ ክጸንሕ ኣነ እኳ ተወዲኤ ደለኹ።
ሰላም በልያ ከ እዚኣ ሰበይቲ እያ
ሸላ ንዓባ በጃኻ ኣጣና ሰብኩ
ዋ ኣንቲ በሰላም በለ ሰላም ተባህላ ኣለዋ ጉድረክና ሰላም ንበልያ

ንስን ሄ ተደሎም ተኺእልኩም ተዓራረቑ ሸዳድ ባልያ ሰኣነስ ክንደይ ክፍሊ ዝበፅሐኩ ይመስሎም እዞም ህዝቢ ኣነ ሻድሻይ ክፍሊ በፂሐ እየ ተረዳ ስኢለ ኣጋጣሚ ረቢ ደቂሱ ኣሎሲ ደቂሱ ከሎ ቡን ክቐላልዎ ልደለ ፅቡቅ ጌርኪ ንዓይ ከዓ እንትወይ ኣዴ ግደያ ምፅሉ ኢላትኒ ነይራ ንኖስ ስኢነ ኣብዚ ኣብታ ታሕቲ ዘላ ፅርግያ ክትረኽቢ እውይ እንዳመስፍን የለን ምንዳ ታሕቲ ፅርግያ ከዶ እዩ ጓለይ ዳሓን ቀስ ኢልኪ ከይዲ

እዚ እኮ እንዳ ሰብ ሓዳር እምበር መባዕለጊ ኣይኮነን። ባክ ኸእ እኮ ባዕሊ ግን ንስኻ ናተይ ተዘይኮይንካ ናይ ካልኣት ከውን ኣይትኽእልን ኢኻ ነደይ ግደይ ሒዘያ እየ ንሰላም ውን ካብዚ ገዛ ጉሒጥ ካብ ምውጻእ ባዴላ ጥራሕ እዩ ዘድልየኒ ዘሎ። እዙ እሞ ኣይትሕሰብዮ ነደየ ዝገድፋ እምበር። ንሰላመይ ሲ ገድፋኒ። ኖኖኖኖኖ ኣይተረዳእካንን ኣለኻ ንስኻ ዘይኮንካስ ሰላም እያ ንዓኻ ክትገድፈካ ክሳብ ሕጂ ንምልካ ለተላልካያን ኣለኻ። ስለምንታይ ሰላመይ ደላይት ጽቡቅ ከይኮነት እንድያ። ውይ ኣነ ውን እኮ ደላይት ጽቡቅ ኣየ። ግን ናይ ብንእሽተይ ድሌተይ ሕልመይ ባህገይ ሰብ ክትወስድ ኣይደልያን እየ ኣነ ዝደልዮ ምስ ረኸብክየ ብዛዕባ ሰላም ክሓስብ ንስኻ ናተይ ናተይ ናተይ ጥራይ እዛ ሰብ እዚኣ ሕማም ኣለዋ ኣይተረዳኣንን ግን ንመጀመርያ ግዜ ዝዩን ናብ ዝምንፀይ ደስ ኢሉኒ ናብ ካፈ ቅጭ ኣንተ ዓጀ ጆርስ ከይትበል ኣነ እኮ ዓባይ ሓፍታ እየ ኳንከ ከተሸግረ ዘለኻ ዋ ዘይሸገርኮ ዋ ኣንተ ሓሳዊ መን ድዩ ዓሰርተ ሸዓ መንገዲ ንዓይ ዝሕዘኒ ዘሎ መን እዩ ዝሃትረኒ ዘሎ ንዓይ ምፍቃር ማለት ምሽጋር ማለት ድዩ ስምዓኒ ዝሓወይ ንሳ ኣብ ኮመንት ኣይተላን ኣብዚ ሕጂ ሰዓት ኣነ ከኣ ከጠንቅቀካ እየ መጽየ ብሰላም ዝሰማዕካ ጽቡቅ ኣይኮነን ግን ኣነ ባዕለይ ክከሰካ እየ። እዋ ኣንታ ሓፍተይ ቀዳማይ ነገር ኣነ ገበነኛ ኣይኮንኩን ደሓር ከኣ ነዛ ሰብ እዚኣ ኣብ መንገዲ ረኪበኩም ብሰላማዊ መንገዲ እምበር ብግዴታ የፍቅረኪ እየ ገለ ኣይበልኩዋን። ንሱ ደኣ እንታይ ኣፍልጥካ ኢካ ክትግድዳ ካብዛ ሕጂ ሰዓት ግን ኣብ ጥቃ ሓፍተይ ከይርእየካ። ብከምዚ እሞ ኣተሃላልክን ኢኪ ዘለኪ ደሓር ከኣ ንምፍቃር ዝክልክለኒ ሓይሊ የለን። ኣነ ከኣ ኣይተፍቅር ኣብለካ ኣለኩ ኣብ ከምኡ ኢንታትላ ንሳ ኣብዚ ሕጂ ሰዓት። እንታይ ግን እቲ ጸገም ወላ ንሳ ውን እኮ ስለ ዘይትፍቅረኒ ደይኮነት ወዲ ስለ ትጸልእ ጥራይ እያ ንዓይ ኣብያትኒ ዘላ።

እታ ውን ገሊኦም ዓርኹ እንዶ ተጋንኑ ኣላ ደሓን ኣነ ከኣ እኮ ሰብ ኣይቀተልኩን ኣፍቂረ ዲና መልስላ እባ። ንዓይ ምስማዕ ስለ ዝኣበኒ እኮ እየ ንዓ ሒዘያ መጺኣ ኣነ ዋእ። ዲና
በቃ ከምኡ ምሓይሽልኪ ኣነ ግን ንዓኺ ዝበደልኩኺ ነገር የብለይን ርሓቂ ለይቲ ኮይኑ ግን ጸገም የብሉን ክርሕቀልኪ ይኽእል እየ። እወ ከምኡ እዩ ዝሓሸ ደሓር ከኣ እኮ ኩሎም ረብሪበም ንስኻ ጥራይ ኢኻ ዘይረብርብካ ዘለኻ ስለዚ ተርሓቅካ እዩ ዝሕሸካ። ተስፋ ምቑራጽ እሞ ህይወተይ ዝጸልኦ ነገር እዩ ብዝኾነ ግን ተጋግየ ተኾይነ ይቕሬታ ሓፍተይ ከኣቐይመኪ ተኾይነ ኣይትሓዝኒ። ደሓን ጸገም የብሉን ከምዚ ምባልካ ውን ጽቡቕ ነገር እዩ በጃኻ ሓደራ ግን እዚ ጌጋ ካልኣይ ግዜ ከይድገም። ኦኬ ጸገም የብሉን ፍቓደኛ እንተኾንኪ ግን የሕዋት ክንከውን ንደሎ ማለት ናምበርኪ ፍልጥለይ ተራኺብና ክንዕልል። ከምኡስ ጸገም የብሉን ደሓን ግን እዚ ኩሉ ትገብሮ ዘለኻ ተገዲፍካዮ ማለት እዩ ኣነ ውን ንትምህርቲ ዘድልዩኻ ነገራት ኩሉ ክሕግዘካ እዩ።

ሓንቲ ጥበበኛ ኣደ ንደቃ ንፉዓት ተምሃሮ ንኽኾኑ ዝተጠቐመትላ ጥበብ ንዓይ ዘካፈለትኒ ኣነ ከኣ ንዓኹም ሸር ክገብረኩም። እሳ ናይ ትምህርቲ ባክግራውንድ የብላን፣ ትምህርቲ ኣይተምሃረትን። እስኺ ትምህርቲ ዘይብልክን ከለኽስ ከመይ ኢሎም እዮም ደቅኺ ንፉዓት ተምሃሮ ኮይኖም ምስ በልክዋ፣ ራስ ወደይ እሱ እዩ ጠቒምኒ ኣነ ዘይምምሃረይ ኢላትኒ። ከመይ ኢሉ ደኣ ከምኡ ክኸውን ምስ በልክዋ፣ ደቀይ ትምህርቲ ውዒሎም ክመጹ እንከለዉ ድሕሪ ምዕራፎም ኣጽንዑ ኣይኮንኩን ዝብሎም ኢላትኒ። ኦኬ እሺ ሕራይ እስከ በሊ ኢለያ። ከመይ ደኣ ኣጽንዑ እንተዘይልክዮም ደኣሞ ከመይ ገይሮም ንፉዓት ኮይኖም? ን ኦኬ ኣብዚኣ እያ ዘላታ ጥበብ ኢላትኒ ከመይ ማለት ኢለያ ኣነ ዝብሎም እንታይ ተማሂርኩም ሎማዓልቲ ኢለ ዝሓቶም ኦኬ እዝን እዝን ተማሂርና ኦኬ ኣነ ስለ ዘይተማሃርኩ ንስኹም ትምህርቲ ውዒልኩም መፂኹም ኣለኹም ስለዚ ንዓይ መሃሩኒ ንዓይ ኣረድኡን እስከ ብሎም ሓንቲ ብሓንቲ ንዓይ ከረድኡኒ ከለዉ ይደግምዎ ኣለዉ ክደግምዎ ከለዉ ኣብ ኣእምሮኦም ይሰፍር ኣሎ ንዓይ ከረድኡኒ ኢሎም ብዝጻዕርዎ ቁጽሪ ከኣ ነታ ሳብጀክት እንዳመለኽዋ ከዱ ኣለዉ ነታ ዘረድኡኒ ዘለዉ ስለዚ እዛ ጥበብ እዚኣ እየ ተጠቂመ በዚኦም እንዳነፍዑ ከይዶም ኢላትኒ ኣወዝ ላይክ ዋው። እዛ በላሕ ኣደ ሓደ ዓቢ ምስጢር እዩ ተጋሂድላ። ዓበይቲ ናይ ፍላዞፊ መጽሓፍቲ እንተ ኣንቢብኩም the best way to master something is to teach it ዝብል ዘረባ ኣሎ። እዚ እንታይ ማለት እዩ ሓደ ነገር ማስተር ክትገብሮ ወይ ክትመልኮ፣ ክትምህሮ ክትክእል ኣለካ ይብል። እንታይ ማለት እዩ? ንሰብ ክትምህር ከለኻ ዝያዳ ስለ ትዳሎ፣ ዝያዳ ከኣ ነቲ ናትካ ብቕዓት ተመሓይሽ ማለት እዩ። ምኽንያቱ ትራንስፈር ክትገብር ፍልጠትካ ዝያዳ ፍልጠት፣ ዝያዳ ከኣ ምልከት ናይቲ ትምህሮ ዘለኻ ክህልወካ ስለ ዘለዎ ማለት እዩ። ሕጂ እዞም ቆልዑ ከኣ ነዲኦም ንኸረድኡ ናይ ልቦም እዮም ዝጽዕሩ ዘለዉ፣ ናይ ልቦም ኣጽንዑ፣ ናይ ልቦም ከኣ ይርድኦም። ከመይ ገይሮም ክገልጽዎ ከኣ ጽቡቕ ገይሮም ስለ ዝሓስቡ ዘለዉ እቲ ሳብጀክት ማተር ብምሉኡ ኣብ ርእሶም ኮፍ ኢሉ ይሰፍር ኣሎ ማለት እዩ። ስለዚ እቲ ትጥቀመሉ ዘላ ቴክኒክ ኣብ ዓበይቲ መጽሓፍቲ ብዓበይቲ ፊሎዞፈር ዝተጻሕፈ ስነ ሓሳብ እያ ትጥቀመሉ ዘላ ናይ ብሓቂ ድማ ዕውትቲ
ጠጦ ካይልን ኣሎ እንታይ ጠጦ ሓሊፍኒ ኣሎ መዓልቲ ፈሪሐ ደሎ
እሞ ኣይትነግርና እንዲኻ ሃንደበት ዲዳ እሞ እንታይ ሃንደበት
ተማኺርና ኔርና ንሓድር ኔርና ምሸት ምሸት ደይኮና ንሓድር ኔርና ይኹን ይኹን ይኹን ኣነ ብለክ ኣለኹ ኣነ ኣነ ኢንላቭ እየ ዘለኹ ኢንላቭ እየ ዘለኹ ገርመኪ ኣነ ከማኺ ገይረ ኣብ ዓለም ዘፍቅራ ሰብ ክትህሉ ኣይትኽእልን እያ ሓቂ ዘረባ ንሆም ዳዘይ ስልካ ምጀመርካ

ኣነ ኸያ እንዴ ነና ነና ኣነ ቬለዳ ወላ ንከተማ ጌርኪ እየ ትዛወሪ ኣርባዕተ ደይ ገዛእልኪ ኣርባዕተ ጌርኪ ወላ ትዛወሪ ናይ ፕሪዲን ሰለስተ ኣብቲ መርዓ መዓልቲ ጌረ እየ ዝውዕል ሰለስተ ሽዱሽተ ቬሎ ጌረ እየ ዝምርዖ ናይ ሕፀ ክልተ ዋ ናቱ ሽግር የብሉን እኮ ግን ኣነ ሕጂሲ ዓብ ሰብኣይ ጓልኩም ሃቡና ኢለ ናብ ገዛ ዓብይ ኮንካ

ገለስ ኣይትበሉኒ ቃንዛ እዩ ዘለኒ ውሽጢ ኣነ ከመይ ከም ዘለኹ ዝፈልጥ ኣነ ጥራይ ኣይተጸለልኩን ሰኽራም ኣይኮንኩን ገለ ኣይኮንኩን ነቢበ እየ ውሽጠይ ተቃጺሉ እዩ በዚ ሕዙር ስርዓት እዚ ሲ እየ ውሽጠይ ዝነድድ ዘለኹ እምበር ካልእ ኣይኮንኩን ኣፍቂረ ኣይኮንኩን ገለ ኣይኮንኩን ገለ ኣይኮንኩን ብኩነታት ህዝበይን ሃገረይን እዩ ኮት መልእኽቲ ናይቲ ደርፊ ዕርጋን ኣይኮንኩን ሕማም ባራት ወይ ሕማም መስተ የብለይን ኩነታተይ እዚ ህዝበይ ስለ ዝተገፍዐ ህዝበይ ስለ ዝተበደለ ጥራሕ እየ እምበር ካልእ ኣይኮንኩን ይኮኑ ባዕሉ እሱ ኣለኹ ዝብል ደርፍሉ ኣብነት የእጋረይ እኳ ከምቲ ዝድለ እንተዘይሰጎማ ልብታት እከይ ንጥፍኣተይ እንተሓለማ ኣነ ግን ነይረ ኣለኹ ክነብር እየ ድማ እቲ ምንታይ ኣሎና ዕላማ ንጹር መልእኽቱ እኮ እዩ ኩልጉል ከማን ይብሉ ልብታት መን ይእከይ ንሳቶም እዮም ልብታት እከይ ንጥፋእ ንጥፋእ ኣዝዮም እኮ ተዓጢቆም ዘለዉ ድሕር ሓሲብካዮ ብግቡእ ብምልኣት ህዝብን ሃገርን ክራዝዩ ተዓጢቆም ዘለዉ ሕሱራት ስርዓት እዮም እዚኣ ብግቡእ እየ ዝብለካ ዘለኹ ኣነ ሓቀኛ እምበር ፖለቲከኛ ኣይኮንኩን ፖለቲካ ኣይኮንኩን ዝዛረብ ዘለኹ ተወዲበ ኣይኮንኩን ዝዛረብ ዘለኹ ዝኾነት ውድብ ዝኾነት ገለ መፅያና ኣይተዛረበትኒ የላን እቲ ሓቂ ግን ይዛረብ ኣለኹ ንህዝብን ሃገርን ከጥፍኡ ተዓጢቆም
ንዓይ እምኒ ገይሩ ካርመን እንድሕር ድኣ ድመፅእ ሃልዩ ካብቲ ህዝቢ ግድን እየ ንጣይ ሽሙ ክገብር ግን

ኣነ ጽቡቅ ኣለኹ በጀካ ናፉቀኩም ብሓበራ ብሓበራ ደቀይ ደቀይ ብሩኻት ከምታ ካይዳኹም ኣማልሳኹም ደሃይኩም ኣይተሓባእኩ።